ክቡራት ኣሕዋተይ ሎሚ መሰል ናይ ጓል ኣንስተይቲ ኣብ እስልምና ብዝብል ኣርእስቲ እየ መበል ሻውዓይ ደርሲ ክንዛረብ ኢና ከምኡ ድማ ክነነፃፅሮ ኢና ምስ ናይ ካልኦት ኣህልል ኩፍሪ ወልغርብይን ዘይኣመንቲ እስልምና እንተርኢናዮ ምስ እስልምና ኣነፃፀርና ክንዛረብ ኢና ኣወለን እስልምና ክቡራት ኣሕዋተይ ንጓል ኣንስተይቲ ሂብዋ ዘሎ ክብሪ ልዑል ምዃኑ ብተደጋጋሚ ምስ ጭብጥታቱ ገሊፅና ኢና። ሎማዓንቲ ሕፅር ብዝበለ ብዛዕባ መሰላት ናይ ኣደ ክዛረብ እየ። ንምንታይ እየ ከሕፅሮ ፈቲነ ከግፍሖ ይክእልን እየ ምክንያቱ ኣነ ክጠልቅ እየ ብቲ ባሕሪ ናይ ኣደ መሰላት ክጠቅስ እንተ ደልየ ዝውዳእ ስለ ዘይኮነ ምክንያቱ ኣደ ናይ ህይወት ምንጭ እያ በቃ እዛ ኣውድዮ እዚኣ ኣደ ናይዚ ህይወት ምንጪ እያ ኢለ እንተ ደምዲመዮ ኣኻሉ ኮይኑ ስለ ዝስምዓኒ ንኣደ ክገልጽ ብጣዕሚ ብጣዕሚ ዓቕሚ እዩ ዝሓጽረኒ። የግዳስ እቲ ሓዲስ ናይ ነቢ ዓለይሂ ሰላቱ ወሰላም ከምኡ ድማ እቲ ቁርኣን ብዛዕባ ወለዲ እንታይ ተዛሪቡ ጥቕሲ ከይገለጽኩ እንተዓጽየዮ ድማ እቲ ኪትማን ልዕልም ነቲ ዝፈለጥካያ ምሕባእ ወይ ዘይምክፋል ከይኮነ ንኽብል

መግዛእቲ ንፈጣሪ ግበር ባርያ ናይ ፈጣሪ ምዃንካ ኣረጋግጽ እዩ ዝብል ኩሉ ትገብሮ ዓይነት ፕራክቲስ እቲ ዒባዳት ንፈጣሪ ጥራይ ንበይኑ ኣምልኮ ኣብኡ ጸቂጡ ክዛረብ ጸኒሑ ረብል ዓለሚን ኣብዛ ሱረቱል ኢስራ ድማ ጎይታኻ ኣላሁ ስብሓን ወተዓላ በይኑ ተገዛኣይዮ ካሊእ መሻርኽቲ ዝበሃል የብሉን ኢሉ ኣርባዕተ ነጥቢ ድሕሪ ምግባሩ እንታይ ኢሉ ቀጺሉ ንወለድኻ ድማ ጽቡቕ ነገር ሰናይ ነገር ክትገብረሎምን ክትምእዘዞምን እሲ ፍርዲ ሂቡሎ ወሲኑሎ ብለና ኣሎ ኣላሁ ኣክበር ድሕሪ ትእዛዝ ናቱሲ ብኻልኣይ ደረጃ

ሰናይ ግብሪ ንዕኦም እውን ግበረሎም ተማእዘዞም ኸዓ ሓታ ምሳኻ ኮይኖም እንተ ኣረጉ ክልቲኦም እንተልዮም ብህይወቶም ወይ ሓዲኦም እንተ ኣሪጎም ኣይትተፍኣለሎም እፍ ኣይትበልኻ ናይ ድኻም ምልክት ኣይተርኢ ዝኾነ ናይ ተግሳጽ ምልክትሲ ኣብ ቅድሚ ወለድኻ ኣይተርኢ እዚ ፈጣሪ ዝወሰኖ እዩ ንዕኦም ክተኽብርን ንዕኦም ክትኣልሲ ግቡእኻ እዩ ልክዕ ከምቲ ንዓይ ክተገልግል ንዓይ ክተምልኽ ኣነ እየ ፈጣሪኻ ካልእ ፈጣሪ የብልካን ከምቲ ዝበልኩኻ እዞም ወለድኻ ድማ እዚ ክብሪ እዚ ሃቦም ኢለ ኣዚዘካ ኣለኹ ክብል ኣሎ ወላዲ ፈጣሪ ማለት እዩ ክቡር ዝኾነ ቃል ተዛረቦም ካብ ረቢ ስብሓን ወተዓላ ድማ ምሕረት ንኽወርደሎም ለምነሎም ትሕትና ዝመልኦ ክንፊ ኣርኢ ከምቲ ብንእሽታኻ እዚ ኩሉ ሓለፈታት ዝገበሩልካ ዘዕበዩኻ ረቢ ድማ ንዕኦም ምሕረት ንኽገብረሎም ሲ ንፈጣሪ ለምነሎም ዱዓ ግበረሎም ከምኡ እንኳ እዩ ዝብል ዘሎ እዚ ነቦነደን እዩ እዚ ክብሪ እዚ ንኽልቲኦም እዩ። ኣብ ሓዲስ እንተመጺና ድማ ሓዲስ ናይ ቡኻሪ ወሙስሊም እንተመጺና ድማ ሓደ ሰብኣይ ናብ ነቢ ዓለይሂ ሰላቱ ወሰላም ድማ መጺኡ ሓቲትዎም እዩ መን ኣሓቁ ናሲ ብሱሕበቲ ኣው ብሰሓበቲ እቲ ንዓይ ናይ ብሓቂ ያ ረሱለላህ ብጽቡቕ ኣተሓሕዛ ክሕዞን ኣባይ ዝለዓለ መሰል ዘለዎን መን እዩ ኢሉ ሓቲቱ እቲ ናባይ ዝቐረበ ኣብዛ ነብሰይ እዚኣ ዝለዓለ ኢድን መሰልን ዘለዎ መን እዩ ኢሉ ምስ ሓተተ ኣደኻ ኢሎሞ ነቢ ዓለይሂ ሰላቱ ወሰላም ኣደኻ እቲ ሰብኣይ ድማ ሕራይ ድሕሪ ኣደይ ከ ድሕሪ ኣደኻ እንደገና ከ ኣደኻ ኢሎሞ ሰብኣይ መሊሱ ንሳልሳይ ግዜ ምስ ሓተተ እንደገና ብ ሳልሰይቲ ከኣ ኣደኻ ብድሕሪኡ ከ ምስ በሎ ኣቦኻ ደረጃ ናይ ኣቦ ቀሊል ኣይኮነን እቲ ዕጽፊ ሰለስተ ግዜ ናይ ኣደ ክብሪ ግን ክንሪኦ ኣለና። ኣደ ክንብል ከለና ጓል ኣንስተይቲ እያ። ኣብ ዝሓለፈ የለን ቆልዓ ከላ ትኸብር፣ ሓፍቲ ክትከውን ከላ ትኸብር፣ ምስ ዓበየት ትኸብር፣ ኣደ ምስ ኮነት ድማ እቲ ክብሪ ምስኣ ተወሊዱ ምስኣ እኳ እዩ ዝመውት። ድሕሪ ሞት ናታ ድሕሪ ሞት ወላዲት ከማን ዝግበር ዓይነት ኣገልግሎት ኣሎ ብህይወትካ ክሳብ ዘለኻ ድሕሪ ሞት ናይ ኣደ ድማ እቲ ክብሪ ኣሎ ኣይጎድልን እዩ ፈተውታ ተልየን ንፈተውታ ከማን ትሕግዝ እዚ ከም ብርል ዋሊደን ይሕሰብ ኣደኻ ትፈትዎም ወይ ኣቦኻ ንዝፈትዎም ሰባት እንተልዮም ንዕኦም ፅቡቕ ነገር ምግባር እዚ ኣብ ወለድኻ ዘለካ ክብሪ ስለ ዘርኢ ዓስቢ ትረኽበሉ ኢኻ ኣብ ዮምል ቅያማ። ስለዚ ወቢልዋሊደይኒ ኢሕሳና ንወለድኻ ክተኽብር ኣለካ። እዚ ትእዛዝ ድማ ንዓኻ ደስ ስለ ዝበለካ ጥራይ ዘይኮነ ፍርዲ ካብ ረቢ ድመጸ ምዃኑ እዩ። በንጻሩ ድማ ዕቁቁል ዋሊደይን እቲ ዝኸፍአ እዩ። ዕቑቑል ዋሊዴን ወለድኻ ዘይምምእዛዝ፣ ንዕኦም ምብስጫው፣ ንዕኦም ኣብ ሓሳባት ምእታው እቲ ዝኸፍአት ዝኸፈአ ሓጢኣት እዩ። ስለዚ እዚ ዓይነት ክብሪ ንጓል ኣንስተይቲ ዝሃበ ዲንል ኢስላምሲ ምስ ኣየናይ ዲን እዩ እሞ ኣብ ዋጋ ዕዳጋ ክኣቱ? ኣደ ናይ ህይወት ምንጪ እያ። ንወዲ ሰብሲ ናብዛ ምድሪ ንኽመጽእ ረቢ ስብሓን ወተዓላ ንዓኣ ሰበብ ገይሩልና ንሽድ ንትሽዓተ ወርሒ ዝኣክል ወይ ሸውዓተ ወርሒ ሸሞንተ ወርሒ እዚ ኩሉ ኣዋርሒ እዚ ኣብ ከርሳ ተሰኪማ ብዙሕ ስቃይን ጸገምን ተሰኪማ ተኸይድ እያ እዚኣስ ክብሪ ይግባኣን ናይ ፍቕሪ ናይ ርህራሀ ናይ ሓጎስ ምንጭሲ እሳ እያ ንደቃ ዘይውዳእ ፍቅርን ርህራሀን እሞ ትህብ እያ ስለዚ ወቢልዋሊደይኒ ኢሕሳና ንዓኣ ዝግባእ ክብሪ ሃባ። ናይ ስነ ምግባር ምንጪ እያ ናይ ትምህርቲ ምንጪ እያ መምህር እኮ እያ ናይ ህይወት ናይ ማሕበረሰብ መሰረት እያ ንብል ኣለና ስለዚ ሲ ክብሪ ይግባኣ እዩ እስልምና ንጓል ኣንስተይቲ ኣኺሉ ዝተርፍ ክብርስ ሂብዋ እዩ ብኸምዚ ኢና ንሪኣ ንሕና ነደ ንጓል ኣንስተይቲ ክንእዘዛ እንከለና ድማ ከም ልምዲ ስለ ዝጸናሓና ዘይኮነ ብፍቓድ ኣላህ ሱብሓነሁ ወተዓላ ዝተዋሃበና ትእዛዝ ምዃኑ ኣሚንና ኢና ንእዘዛ። ክቡር ቃል ክንዛረባ፣ ብትሕትና ክንሕዛ፣ ኣገልግሎት ክንገብረላ፣ ክንፈትዋ፣ ክነፍቅራ፣ እዚ ፍቕርን ፍትወትን ድማ ብግብሪ ክነርእያሲ እዚ ትእዛዝ ካብ ኣላህ እዩ። ቁርኣን እዩ ከምኡ ሚሂሩና ክንሓልየላ እንተ ሓሚማ ክንክብክባ ንዕላጅ ላዕልን ታሕትን ክንብለላ እንተ ኣሪጋ ድማ ክንከናኸና ሲ እዚ ትእዛዝ ናይ ቁርኣን እኳ እዩ ብህይወት ከላ ክነጽልላ እንተ ሞተት ድማ ክንጽልየላ ሲ ፍቃድ ናይ ኣላሁ ጀለ ወዓዝ እዩ ንብል ኣለና ሆኸር ብይን ከ እንታይ እዩ ብሪ ልዋሊዴን ወለድኻ ምምእዛዝ ሲ እንታይ እዩ ኢልካ ተሓቲትካዮም እንታይ ይፈልጡ ሕጊ ዓለም ረእዎ እሞ እዘን ሓዳራ ላዕሊ ኣለና እስልምና እስላም ፎቢያ እስልምና የስግኣና እዩ ድብላ ዝብሉ ዘለዉ ኣቐርብይን ቤት ፍርድታት እቲ ቃኑን ናቶም ረእዎ ኣሜሪካ ኤውሮፓ ካናዳ ኣውስትራልያ ብምሎም እዚኦም ረእዎ ኣብ ኣደ ዘለወን ክብሪ ንርኣዮ መን እያ ኣደ ረእይዋ እንዶ ጸፋፊዖም ደቃ እንዲዮም ዘሕድግዋ ልዕለኽሲ ንሕና ንሕና ነዞም ቆልዑ እዚኦም ንሓልየሎም ኢሎም እናበኸየት ደቃ ዘሕድግዋ ዶ ኣይኮኑን እንታይ ክብሪ ሂቦማ ድዮም ነደ እቲ ከም ጽላል ኮይኑ ዝከላኸለላ ነበረ ሰብኣይ ኣይኮነክን ኢኻ ኣብዚ ረሓቂ ኢሎም ፈቲሖም ደቃ ክትኣልየሉ ኣብ ዘይትኽእል ደረጃ ዘውደቕዋ እኮ እሶም እዮም ህይወት ክምርሒ ስራሕ ክነምፀልኪ ኢና ኢሎም ድሕሪኡ ቆልዑ ክትኣሊ ኣይትኽእልን እያ ቆልዑ ክትኣሊ ኣይትኽእልን እያ እቶም ቆልዑ ይበኽዩ ኣለዉ ኢሎም ደቃ ዘሕድጉዋ መን ድዮም እዚ እኮ እቲ ቃኑን ናይ ኩፍሪ እዚኦም እዮም ነሳራ ነሳራ እዚኦም እዮም እቲ ብክታብ ሙቀደስ ወለድኻ ኣኽብር ይብል እዩ ላ

ኣብ ባይታ ዘየለ ነገር ነቲ ኣብ ባይታ ንዘሎ ሓቂ ክትሽፍን ክትብል ሕመቕካ ንኸትሽፍን ክትብል እስልምና ጓል ኣንስተይቲ ኣየኽብርን እዩ ክትብል ዕብ ዕብ መዓልታዊ ትዕመፅ ዘላ እኮ ኣብ ኤውሮጳ ኣብ ኢሕሳእያት ኣይትርእይዎ እንድኹም ብመን ድን ክዕመጣ ዝውዕላ ሬፕ ኣቲኹም ረኤዎ እቲ ሕሳኢያት ጸብጻብ ረኤዎ ኣብ ኤሜሪካ ኣብ ዓመት ክንደይ ደቂ ኣንስትዮ ተዓሚጸን ኣብ ካናዳ ከምኡ ኣብ ኣውስትራልያ ከምኡ ክንደይ ኣዋልድ እየን ተዓሚጸን ኣብ ዓለም ኣብ ኢድ መንከ ኣብ ኢድ መን እየን ተዓሚጸንከ ዝተቐተላ ደቂ ኣንስትዮ ከ ኣብ ኢድ መን እየን ዝቐተላ ዘለዋ? መን እዮም ኣንስቲ ዝቐትሉ ዘለዉ? ህፃናት ዝቐትሉ ዘለዉ? ነዚ ኩሉ ጌጋ ንኽትሽፍን ክትብል ግን ምስልምና ግዳይ ክትገብር ሕሉፍ ሓሊፍዎም እቲ ሰላም ናይ እስልምና ዕቕ ስለ ዘምጽኣሎም ሙተጠርፊን ኣብ መንጎኻ ከም ዝሰርሑ ትፈልጥ ዶ? ሙተጠርፊን ነሳራ ብዓረብ ዝዛረቡ ክርስትያን የወድብዎም እኮ እዮም። ኣከዳድና ናይ እስልምና ህብህብ ኣቢሎም ዕሱባት ኣብ መንጎ እኮ ይፍንውልካ እዮም ወይ ሙናፊቂን ሙናፊቂን እኮ ኣለውና እዮም ደገኦም እስልምና ውሽጦም ላኪን ኩፍር ንእስልምና ይኣምኑን ካብ መጀመርትኡ ዘይኣምኑሉ ግን ኣብ መንጎኻ ድዓብ እዩ ከምኡም እኮ ተመዝጊቦም ሰራሕተኛታት ኣገልገልቲ ናይ ነሳራ ዋል የሁድ ኮይኖም ገበናት ይሰርሑ እሞ ረኤዎ እስልምና እናበልካ ነቲ እምነት እስልምና ከም ተፈራሒ ጌርካ ከም ተቕርቦኸ እዚ ጌም እዚ ነዊሕ ዓመታት ከይ ገይሮ ከም ዘሎ ኣይትፈልጡን ዶኹም ሕሉፍ ሓሊፎም ሲ ዳዕሽ ዝበሃሉ ኣይሲስ ብኢዶም ዝሰረሕዎም ብልጭ ልጭ ዝብላ መኻይን ሂቦም ብ ክንደይ ገንዘብ መዊሎም ከም ዝሰርሕዎም እቲ ዳዕሽ ዝብሃል ውድብ ድማ ገበናት እሞ ክፍጽም ነዚ ገበናት ቀዲሕኻ ናብ ዓለም ክትዝርግሖ እሞ እስልምና ረኣይዎ ኣይገርመኩምን ክሳብ ክንድዚ ክፋእ ከም ዘሎኸ ኣይትፈልጡን ዲኹም? በየናይ መለክዒ እዩ ደኣ እሞ እስልምና ብገበን ክኽሰስ እሞ ከዓ መሰል ደቂ ኣንስትዮ የብሉን ክበሃል መሰል ደቂ ኣንስትዮ እንተዘይህልዎ ነይሩ እስልምና ኣይመስፋሕፈሐን መሰል እንተዘይህልዎ ነይሩ ኣስላሚቲ ብእስልምና ኮፍ ኣይመበለትን ነይራ እምነት ናይ ደቂ ተባዕትዮ ጥራይ ኮይኑ ምተረፈ። እምነት ናይ ደቂ ተባዕትዮ ኮይኑ ምተረፈ ላኪን ንሕና ታሪኽ ምስ ዘየንብቡ ሰባት ኮፍ ኢልና ስለ ዘለና ኢና ንህስተ ዘለና። ኣመጻጽኣ እስልምና ደይፈልጡ ቅድሚ እስልምና ዝነበረ ህይወት ክሳብ ሕጂ ዘይኣመንቲ እስልምና ሓይሊ ክረኽቡ ከለዉ እንታይ ዓይነት ዓመፅ ኣብ ልዕሊ ደቂ ኣንስትዮ ዝገብሩ ከም ዝገብሩ ደይፈልጡ ሰባት ኣብ መንጎና ኣለዉ እዚ እዩ ትሽግር ካብ ዕፅው ገዛኣ ከይቢራ ትነብረሉ ነበረት ደገ ውፅኢ ከም ድላይ ዝፃወተላ እኮ ሰላም ኣይኮነን ነሕዋታ ከም ተሕፍር ንወለዳ ዘይትምእዘዝ ጌሩ ደጋ ዘውጽእ ደገ ዘውጽኣ ኣብ ልዕሊ ሰብኣያ ደፋር ከም ትኸውን ኣብ ሓዳራ ምክብባር ስኢና በረኻ በረኻ ከም ትኸይድ ዝገበራ እኮ ህሙል ቐርብይን እዩ እንታይ መሰል ሂቦማ እዩ ነውሪ እኳ እዩ ጓል ኣንስተይቲ ክትጽረፍ ኣነ ሰንቢደ እየ ወረቢ ልካዕባ ሓደ ቪድዮ ርኤ ንጓል ኣንስተይቲ ደቓይቕ ሙሉእ ብኽብረታ ክጸርፋ ምስ ረኣኽዎ ኣነ ሰንቢደ ኣብ ንእስነት ከጋጥም ይኽእል እዩ ተረዲእኽኒ ወይ ተረዲእኻኒ ዶ ትሕቲ ዕድመ ተኾይንካ ከጋጥም ይኽእል እዩ ተርቢያ ጎዲልዎ ክንብል ንኽእል ኢና ኣስላማይ ይኹን ክስታናይ ይኹን ብዘይገድስ ላኪን ልዕሊ ዕድመ ኸላስ ሰብኣይ ኣኺሉ እናበልናዮ ንጓል ኣንስተይቲ ይጸርፍን ይብህድልን እሞ ኸኣ እቲ ቃላት ዘይእዱብ ቃላት የውፅእ እንተኾይኑ ብኽብረታ ይጻርፋ ተኾይኑ ከይረኣያ እንከሎ ኣንቲ ሸርሙጣ ኣንቲ ዘማዊት ይብል እንተኾይኑ ርዌት ኣልፋዝ ክወፅእ እንከሎ ኸማን ዕያዘን ቢላህ መቐረት የብሉን። ኣንቲ ኣመንዝራ ኢሉ ክጸርፋ እንከሎ በቃ ተጻሪፎ ይኸይድ። ክብረት የብላን እያ ንሓንቲ ጓል ኣንስተይቲ ኣንቲ ኣመንዝራ ኢሉ ይጥረፍዶ ኣብ ቅድሚ እኩብ ክጸርፋ በይኑ እንተ ጸሪፍዋ እሳ ድማ ጼሪፉኒ እንተ ኢላ ምሰኻኽር ኣቕርብ እዩ ድበሃል እዚኣ ከም ኣመንዝራ ምዃና ኣርባዕተ ምስክር ክትምንዝር ኣምጽእ ይበሃል ኣርባዕተ መሰኻኽር ድማ ካብ ሻርዕ ኣይኮነን ዘምጽእ ናይ ብሓቂ እሙናት ብሓሶት ደይፍለጡ ሙስተቂሚን ኣምጺኡ ሪእና ከምዚ ክትገብር ክትምንዝር ሪእና ክሳብ ዘይበሉ እዚ ወዲ እዚ ገበነኛ እዩ ኣብ ቅድሚ ሕጊ ይሕተት ሰማኒና ጀልዳ ሰማንያ ኩርማጅ ኣብ ሕቁኡ ይዓልባ ብድሕሪ እዚ ፉንፉን ይኸውን እዚ ወዲ እዚ ምስክርነቱ ብቑዕ ኣይኮነን ብድሕሪኡ ጓል ስለ ደሕሰረ ረእዎ ኣበየናይ ሕስረት ይወድቕ ንጓል ኣንስተይቲ ስለ ደጸለመ ጥራይ ሰብኣይ ስለ ዝኾነ ደረቱ ነፊሑ ኣይከይድን እዩ ክብረት ናይ ጓል ኣንስተይቲ ማዕረ ክንደይ መሪር ምዃኑ እተን ኩርማጅ ኣብ ሕቁኡ ምስ ዓለባ ጥራይ ኣይኮነን ዝፈልጥ እንታይ ደኣ ኣብቲ ሕብረተሰብ ከማን ፉንፉን ይኸውን ንጓል ከለስ ኣመንዝራ ይብላ ምስክር ዘይብሉ ሓሳዊ ተባሂሉ በቃ ዋላ ፀሓይ በሪቃ ከላ ፀሓይ በሪቃ እንተይልሱ ኣይንኣምኖን ኢና ንፀሓይ ዋላ እናረኣናያ ንዕኡ እዩ ኣይንኣምኖን ካሊእ ሰብ ክብል ኢና ንድሊ ክሳብ ክንድዚ ካብ ሕብረተሰብ ይፍንፈን ማለት እዩ ሬዎ ማዕረ ክንድዚ ክብረት ንጓል ኣንስተይቲ ሲ ክትፅረፍ ከማን ዘየፍቅድ እምነት ሲ ብካሊእ ዓመፃት ዳ ከመይ ኢሉ እዩ ከፍቅድ ኣመዛዝንዎ እንድትም ሰባት